ትማሊ ከኣ ኣብ ፓርላማ ናይ ካናዳ ሓሙሽተ ሚልዮን ስደተኛት ክንሰጉግ ኢና ብምባል እውን ተዛሪቦም ነይሮም።
ትዳለዉ ዝነበርኩም ሰባት ንዓኹም ይጸሉ እዩ ማለት እዩ። ግሩፕ ፋይፍ ዝምልከት ተቋሪጹ ድዩ ኣይተቋረጸን?
ግሩፕ ኦፍ ፋይፍ ከምቲ ትሪእዎ ዘለኹም ኣብቲ ናቶም ዌብሳይት ሰላም ከመይ ትኾኑ ጋይስ ካብ ፊሊን ሎማዓንቲ ካብ ዝተፈለዩ ትሕዝቶ ተመይስና ኣለና ሳብ መወዳእታ ምሰይ ፅንሑ ላይክ ምግባር ጀምሩዋ እዛ ቪድዮ ለስ ጎ ቅድሚ ትማል ስራሕ ኩልኩም ሓንቲ ቪድዮ ነይራ ብዛዕባ እዛ ትሪዋ ዘለኹም ባናና ኣብ መንደቕ ተለጢፋ ሽዱሽተ ሚልዮን በልዎ ሓሙሽተ ነጥቢ ገለመለ ሚልዮን ተሸይጣ ብምባል ሓንቲ ቪድዮ ሰሪሕልኩም ነይረ ስለዚ ኣዝዩ ከዓ ገሪምና ነይሩ እንታይ ክገብራ እዛ ባናና ብምባል ስለዚ እዚ ገዛ ከኣ ንስሪዎ ዘለኹም ናይ ክሪፕቶ ሃብታም እዩ ስለዚ እንታይ ገይርዋ ከኣ ንረኣ ሕሰቦ ሓሙሽተ ነጥቢ ገለ መለ ሽዱሽተ ሚልዮን ገዚእካ ኦረዲ ይቐልጣ ኣሎ ዋጋ ሽዱሽተ ሚልዮን ሕጂ ብድሕሪኣስ እንታይ ኣሎ ኢና ንብል ነርና እንታይ ክረክብ ንብል ነርና ገለ ዳይመንድስ ክረክብ እዩ
ወላ ንባዕሉ ሲሕቑ ገሪሞ እንታይ ይገብር ኣለኹ ይብል ኣሎ It's much better than other banana. It's very good. ወላ ሓንቲ ታሪክ የብላን ከምዛ ትሪእዎ ዘለኹም በሊዕዋ ተሳኢሉ ተወዲኣ ግን ኣነ ዝተረድአት ነገር እንታይ ከም ትሪእዎ ዘለኹም ናይ ክሪፕቶ ኢንተርፕረነር ተባሂሉ ዋና ናይ ሓደ ናይ ክሪፕቶ ሃብታም ተባሂሉ እዩ ዜና ዝስራሓሉ ዘሎ ስለዚ እዛ ባናና ምግዝኦም ኣይ ቲንክ ክሪፕቶ ስፖንሰር ተጠቂሞምላ ኣለው መስለን እዚኣ እዛ ባናና ምግዛእ ማለት እዩ ብዘይ ምክንያት ሲኮነትን ስለዚ እዚ ሰብ እዚ ናይ ክሪፕቶ ሃብታም ተባሂሉ እዩ ገዚእዋ ዘሎ ስለዚ ዓባይ ስፖንሰር ኢኻ ከም ትሪኦ ዘለኹም ሕጂ ብዙሕ ሰብ ማዕር ክንዲዚ ድዩ ክሪፕቶ ፅሉል ዝገብረካ ተባሂሉ ወይ ከዓ ማዕር ክንዲዚ ድዩ ሃብታም ዝገብረካ ወይ ከዓ ዝፈስስ ገንዘብ ዝህልወካ ተባሂሉ ብዙሕ ሰብ በዚኣ ሞቲቬት ክኾን ይኽእል እዩ ስለዚ ክሪፕቶ ከም ስፖንሰር ተጠቂሞምላ ክኾኑ ከም ዝኽእሉ ርዱእ እዩ ማለት እዩ። ዋላ ንስኹም ጀምሩ ይመጸኩምን እዚኣ ምስ ረኣኹም ክሪፕቶ ጀምሩ ይመጸኩምን። ካልእ ፕሮሞሽን ካብ ኣምጸና ሓንቲ ደስ ዝበለትኒ ቪድዮ ከርእየኩም። ባህልና ተባላሽዩ ናይ ሓበሻ እዩ ናይ ሓበሻ እዩ እንዳበልና ሰዓት ኣርባዕተ ይበሃል ሰብ ሰዓት ሸሞንተ ከኣ ኣብዚ ካብ ለንደን ይመጽእ ካብ ግላስኮ ይመጽእ ብጥሜት ነቒጹ ይውዕል።
ናይ ብሓቂ እዩ እዚ እንዳ መርዓ ዘጋጥም እዩ ወይ ዝኾነ ይኹን ውራያት ዘጋጥም እዩ። ንምንታይ ንምንታይ እዩ እቲ ጌጋ? ሰላም ደሓን ዶ ከመይ ጤናኪ ትሪእዎ ኣለኹም ዝሆል ቆጽራ ሰዓት ሰለስተ እዩ ኣን ብጀካ ሓንቲ ሰበይቲ ወላ ሓደ ዝመጽእ የለን ናይ መን ፎልት እዩ ርክዕ እዩ ሰብ ገዛ ሰዓት ሰለስተ ኢሎም ቆጺሮም ኣብዚ ግን ወላ ሓደ የለን
ጌጋ እዩ ካሜራማን ከዓ ኣብዚ ኢድ ኣለኩም ንሓምየኩም

So ሓበሻ ስጋዕ መዓስ እዩ ከም ዝኸውን please write your comments and ስለምንታይ እዩ ከምዚ thank you so much
ጽብቕቲ ሕቶን ጽብቕቲ ምክንያትን ኣልዒልካ መሶብ ኣደ ፎቶ ቪድዮ ፕሮዳክሽን ገለ ዓይነት ስፖንሰር ጌርካ ኣለኻ ምዝራብ ኣየድልየካን እዩ ገለ ዓይነት ፕሮሞሽን ጌርካ ኣለኻ ዋላ ስኻ ሓበሻ ከዓ ኢንዶንጊ እምባ ሰዓት ኣርባዕተ ተባሂልካ ሰዓት ሸሞንተ ትመፅእ ናይ ሓበሻ ተባሂሉ ናይ ሓበሻ እንተኮይኑ ትውራይ እኮ ጻዓዱ ተዓዲሞምኻ ከኣ ቅድሚ ዓሰርተ ደቂቃ ኢኻ ትመጽእ ስለዚ ቆጸራ ነኽብር ሐቡሽ። ብዛዕባ ትማሊ ኣዛራቢ ኮይኑ ዝወዓለ ብዛዕባ ግሩፕ ፋይፍ ዝምልከት ተቋሪጹ ድዩ ኣይተቋረጸን ከምኡውን ካብ ዝሓለፈ ሳምንታት ኣትሒዞም እውን ካናዳ ከም ዝፍለጥ ስደተኛታት ክንቅንስ ኢና ብምባል ጃስትን ትሩዶ ባዕሉ እውን ተዛሪቡ ነይሩ ወይ ንእትዎም ስደተኛታት ክንቅንስ ኢና ብምባል ተዛሪቡ ነይሩ ትማሊ ካኒ ኣብ ፓርላማ ናይ ካናዳ ሓሙሽተ ሚልዮን ስደተኛታት ክንሰጉግ ኢና ብምባል እውን ተዛሪቦም ነይሮም። ስለዚ እዚ ንመን እዩ ዝምልከት ብዛዕባ ጉሩፕ ፋይፍ እውን ተዓፅዩ ድዩ ተዓፅዮን ዝብል ክንርኢ ኢና ማለት እዩ። ስለዚ መጀመርያ እዛ ቪድዮ እዚኣ ክርእኩም ትማሊ ኣብ ፓርላማ ዝነበረ ክትዕ እዩ ማለት እዩ። ወይ ከዓኒ ብዛዕባ ሓሙሽተ ሚልዮን ስደተኛታት ንክስጎጉ ዝሓቱ ዝነበሩ እዮም። እዛ ቪድዮ እዚኣ ከስምዓኩም።
million people, 5 million people who have their temporary visas expire

ስለዚ ኣንጻሮም እውን ኣለዉ። ቴምፖራሪ ቪዛ ዝመጹ ሂዞም ምስ ኣኸለ ክኸዱ ክኽእሉ እዮም ብምባል እውን ኣንጻሮም ዝዛረቡ ኣለዉ ወይ ካት ናይ ምስጓግ ዘይድግፉ እውን ኣብ ፓርላማ ኣለዉ። ስለዚ ብዛዕባ እታ ሓሙሽተ ሚልዮን ክስጎጉ እዮም ትብል ፅሕፍቲ ኣብ ፌስቡክ እውን ስለ ዝረኣኽዎ እያ ሓሙሽተ ሚልዮን ስደተኛታት ክስጎጉ ይኽእሉ እዮም ዝብል ነዛ ቪድዮ እዚኣ ተቖሪፃ ስለ ዝተረኣየት እዩ ማለት እዩ ስለዚ ብዛዕባ ብዛዕባ ቴምፖራሪ ቪዛ ዘለዎም እዩ ካልእ ብዛዕባ ግሩፕ ፋይፍ ዝምልከት ካብ ትማሊ ጀሚሩ ግሩፕ ፋይፍ ተዓፅዩ ዝብል ዜና ሰሚዕኩም ክትኮኑ ትኽእሉ ኢኹም ግሩፕ ኦፍ ፋይፍ ከም ዝስይዎ ዘለኹም ኣብቲ ናቶም ዌብሳይት ፖዝ ይብል ኣሎ ወይ ከዓ ንግዚኡ ከም ዝተቋረፀ እዩ ዘርኢ ዘሎ እዚ ስለምንታይ ተቋሪፁ ወይ ንመዓስ እዩ ክሳብ መዓስ እዩ ዝብል ክሳብ ሕጂ ዝኾነ ይኹን ብወግዒ ዝወፀ ሓበሬታ የለን እንተዘይኮይኑ ግን ከም ዝስይዎ ዘለኹም ፖዝድ ጥራይ ዝብ ዘሎ ማለት እዩ ንግዚኡ ከም ዝተቋረጸ ጥራይ ዘርኢ ዘሎ ማለት እዩ እዚ ኸኣ ንመን እዩ ዝጸሉ እንተልና ኸኣ ነቶም ብሕጂ ክትእትዉ ፕላን ጌርኩም ዝነበርኩም ብሕጂ ሳብሚት ክትገብሩ ወይ ከኣ ብሕጂ ኣፕላይ ክትገብሩ ትዳለዉ ዝነበርኩም ሰባት ንዓኹም ይጸሉ እዩ ማለት እዩ ተዘይኮይኑ ነቶም ኣብ ፕሮሰስ ዘለኹም ወይ ከኣ ነቶም ኦልሬዲ ሳብሚት ዝገበርኩም ሰባት ግን ዝጸሉ ኣይኮነን ማለት እዩ ስለዚ ከም ትሪእዎ ዘለኹም ቴምፖራሪ ፖዝድ ይብል ኣሎ ማለት እዩ። እዚ ከኣ ብምንታይ ዝኸውን ኣብ ዝሓለፈ ውሑዳት እዋናት ጀሚሩ ምቕናስ ስደተኛት ቀዳማይ ሚኒስተር እውን ተዛሪቡ ነይሩ ኣብ ፓርላማ እውን ትሰምዕዎ ኣለኹም ስለዚ በዚ ምኽንያት ብዙሕ ሰብ ኣፕላይ ይገብር ይህሉ ይኸውን እዩ ልዕሊ ዓቕሞም እውን ኣፕላይ ገይሮም ይኾኑ እዮም ኣብዚ ውሑዳት ኣዋርሕ ማለት እዩ ስለዚ በዚ ምክንያት ልዕሊ ዓቕሙ ሰብ ኣፕላይ እንድሕር ገይሮም ወይ እውን ነዚ እዋን እዚ ዝሓዝዎ ፕላን እውን እኹል እንድሕር ኮይኑ ምናልባት ብከምኡ ፖስት ክገብርዎ ክእሉ እዮም እንተዘይኮይኑ ከዓ ካልእ ምክንያታት ማለት እዩ ምክንያቱ ዝኾነ ይኹን ኦፊሻል ዝወፀ ሓበሬታ ስለዘየለ ኦረዲ ንግዚ ዮም ፖዝ ኢሎሞ ዘለዉ ማለት እዩ ስለዚ እዚ ነቶም ብሕጂ ኣፕላይ ክትገብሩ ዝሓሰብኩም ወይ ሳብሚት ክትገብሩ ኦረዲ ጀሚርኩሞ ሳብሚት ዘይገበርኩሞ ሰባትን ንዓኹም ይጸሉ እዩ ማለት እዩ ስለዚ ብዛዕባ ግሩፕ ኦፍ ፋይፍ ዝምልከት እዚ እዩ ዘሎ ተሓድሽ ማለት እዩ ወግዓዊ ዝኾነ ወግዓዊ ዝኾነ ይኹን ዝወጸ ሓበሬታ የለን ማለት እዩ